መርሓባ ተኸታተልቲ ማራ ኢንተርተይመንት ከመይ ትኾኑ? እኖ እምበኣር ሎሚ እውን ከም መቐፀልታ ናይቲ ኣብ ምትሕግጋዝን ኤርትራዊ ክብርታትን ዘተኮረ ክነመሓላልፈልኩም ጀሚርና ዘለና ሎሚ መደብ ሎሚ እውን ምስ ሓንቲ ስድራ ቤት ክነላልየኩም ኢና ኣብዚ መዓልቲ እዚ ተራኺብና ዘለና ብምክትታል ክትሓብሩና ሼር ሳብስክራይብ ከምኡ እውን ላይክ እናግበርኩም ድማ ነዚ መደብ እዚ ናብ ዝበፅሖምን ናብ ዘይበፅሖም ክተባፅሑ ድማ በዚ ኣጋጣሚ እዚ እናዓደምና ብቐጥታ ናብቲ ንሎም ዝበልናዮ ዕላል ኢና ክንከይድ ሕጂ ኣብ ካብ ብፎሮቪያ ጆኮ ኢና ኣብ እንፈልጦ ከባቢ ኢና ንርከብ ዘለና ምስ ሓንቲ ስድራ ቤት ኢና ድማ ክነላልየኩም ንዓሰርተ ሰለስተ ዓመታት ዝኣክል ዝተፈላለየ ስድራቤት እሞ ከኣ ብዘይ ዝኾነ ይኹን ሃለዋት ስለዚ ነዛ ተፋልያ ዘላ ስድራቤት ኣብ ምጥርናፋ ክትሓባብሩና እሱ እንተዘይተኻኢሉ ድማ ነታ ነበየና ተፍንጭል ኣብዚ ብኣደ ተእለ ዘላ ስድራቤት ገለ ደገፋት ወይ ሓገዛት ንምግባር እግራ እተኽለሉ መንገዲ ንምፍጣር እዚ መደብ እዚ ሰሪዕናዮ ኣለና ከም ወትሩ ዓመዊል ማራ ኢንተርተይመንት ስለ ምክትታልኩም ኣዚና ነመስግነኩም። ብቐጥታ ናብቲ ዕላልና ንኸይድ ኣለና። ኣይትረስዑ ሸር፣ ሰብስክራይብ ከምኡውን ላይክ ምግባር ጎኒ ጎንና ሰዓቡና በሉ። ብቐጥታ ናብ በዓልቲ ጉዳይና መሰረቱ ክንጅምር እንኳ ደሓን ፅናሕኩም ክቡራት ስድራ ቤት ፅቡቅ ተቐቢልኩምና ምስ ኩሉ ሱሳይ ኣብ ዝነለ ዕምባባ ኣራንሽ ባናና ቀሪብና እናዕለልና ኢና ብሱሳይ ተሰኒና ኢና ንገብሮ ዘለና እሞ መጀመርያ ስለ ኣቀባብላኹም ኣዚና ንምስግነኩም ሓብትና እውን ካብ እምኒ ሓይሊ ካብ ግንሰብ ግን ብከመይ ዓይኒ ግን ሰባ ተባህለ ዓድያ መፅኣ እቲ ሓበሬታ እዚ ክትበና እቲ ፍፃሜኡ እውን ኣብኡ ስለ ዝኾነ እዩ ብሽምኪ ጀሚርክ እስከ ሽምኪ ዓድኹም እንታይ መስል ትመናብርኩም ነይሩ ኩነታት በዓል ቤትክ እውን እንታይ ሽሙ መን ይበሃል እንታይ ዓይነት ስራሕ ነይሩ እስከ ብምጣል ኣልክ ትሕብርኒ ስመይ ልቺ ቀሺ ገብረ ህይወት ተከ ይበሃል ተወለድኩሉ ዓዲ እምበዓርባ ዝነብረሉ ግን ሰባ መናባብረ ከኣ ብሕርሻ ይነብር። እቲ ሕርሻ ከኣ ሰብኣይ ወተሃደር እዩ ነሩ። ቅድሚ ዓሰርተ ሰለስተ ዓመት ካብ ደሃይ ካብ ዘጥፍእ እዚ ዓሰርተ ሰለስተ ዓመት ከኣ ሓርሸ ግበሩለይ ሕረሱለይ እንዳበልኩ ይናበር።
መዓስ ኢኹም ተመሪዕኹም እስከ ልቺ መዓስ ተመሪዕኹም ክንደይ ቆልዑ ጌርኩም በኹርኹም መን እያ ብኸመይ ኣጋ ብኸመይ ኢኹም መናብርኹም ክትመርሑ ፀኒኹም እስከ መዓስ ኢኹም ተመሪዕኹም ተመር
ካብ ንመርዓ ዕስራን ሰለስተን ዓመት ገርና
እቲ መርዓ ናይ ወለዲ እዩ ጓልኩም ሃቡና ኢልካ ተገብረ ኣቐዲሙ ክትፋለጥ ይኮነን ሕራይ ዛሪ ከመይ ነይሩ መናብረኹም እንታይ ዓይነት ህይወት በኹሪ ጓልኩም ወይ ወድኹም ደቅኹም ከመይ ኢሎም ከመይ ኣዕቢኹም እስከ እቲ ብሓንሳብ ከለኹም ነበረኩም ህይወት እስከ ኣልኒ መን እዩ ሽሙ በኹሪ
መን እሱ ሰብኣይኪ ልዑል ተክለ ሃይማኖት ቀፅሊ ምስ ልዑል ዝነበረኩም ህይወት እስከ ኣለና ምስ ዱላ ንሱ ወተሃደር እዩ ነሩ ተጋዳላይ ዋላ ኣብ ሃገራዊ ኣገልግሎት ሃገራዊ ኣገልግሎት ራ ክንደይ ዙርያ እዩ ካልኣይ ዙርያ ራ
ንሱ ውትድርና ኣነ ከዓ ሓሪሰ ይፀንሕ ኣብ ዝመፁ ይሕግዘኒ ዘይመፅእ ከዓ ባዕለይ ኣቢለ ሓረስታይ ሓሪሰይ እናበርና
መንበርኹም ከመይ ነይሩ ሂወትኩም ከመይ ነይሩ ኣብ መንጎኹም ነበረ ፍቕሪ ምትሕልላይ እንታይ እስከ ቁርብ እስከ ኣድልና ካብ ገለ ኣብነታት ወላ እናገበርኪ እነብረሉ ገለ ሰብኣይ
ናብራኹም ሕርሻ እዩ ናራይ እስከ ደቅኹም ከመይ ተዕብዎም ነርኩም ዶም ደቅኹም እስከ ብበኹሪ ጀሚርክ እስከ ላሊልና ደቅኺ
በኽሪ ወደይ ኣቤል

ካብ ዝጠፍዕ ካብ ዝድሃይ ካብ ዘጥፍዕ ዓሰርተ ሰለስተ ዓመት ገሩ ኣብዚ ወተሃደር ኣብ ተሰነ እዩ ነሩ ሕጂ ንሳቶም ኣብ ተሰነ እዮም ነሮም ኣብኡ ግን ኣብቲ ናይ ተሰነ ግን ኣብኡ ስራሕ ኣቢሉ ናብኡ ይመላለሶም ነሩ ኣብኣ በዚኣ ጠፍእ ዘይበሃል ከኣ ደሃይ ጠፊኡ። እንተሓተትኪኸ እንታይ ይብሉኹም ኣሃዱ ኣለዎ ሰብ እዚ ዓሰርተ ክልተ ዓመት ከኣ ዕንቁ ኣይኮነን ሽርብ ኢሉ ዝጠፍእ እሞ እንታይ ይብሉኹ እቶም ኣሃዱ ሃለዋቱ ተሓተትኪ? ሓቲትና ኣሕዋቱ እዮም ሓቲቶም ምስ ከደስ ኣይተመለሰናን ኢሎም ዕረፍቲ ኢሉ ምስ ወፀ ካብቲ ቦትኡ ኣይተመለሰናን ድሕሪ እንታይ ዳሃይ ኣለኩም እንታይ ዳሃይ ትሰምዑ ክትፈልጢ ኣበይ ኣሎ ወይ ገለ ርኢናዮ ዝብሉ ደቂ ዓዲ ኣለዉ ኣሕዋት ኣለዉ ፈተውቲ ኣለዉ ኣብቲ ሰነይ ተራእዩ ተባሂሉ ብድሕሪኡ ተሓተትና ከዓ ዳሃይ ኣይረኸብና ጠቕላላ ምናልባት ስምኪ ክወስድ መቐድም ሓፍቱ ስለ ዝኾንኪ
ኣነ ምሕረት ተውልሃይመነት ይበሃል። እረ እስከ ምሕረት ድሃይ ሓውኺ እንታይ ትብልና ካብ መጀመርያ ንስኺ ነርኪዮ ኢኺ ምዕባይ ከድሚና እስኪ ምናእሰይ ንእሽተ እንዲ ምናእስከ ተኮይኑ ሕጂ ካብ መርዖም ኣትሒዝኪ ካብ ኩሉ ሂወቶም ብሓባር ነርኩም ማለት እስከ ኣለና ከመቲ መርዓ ከመይ ነይሩ ብከመይቲ ቃል ኪዳን ገይሮም ከመይ ሓዳሮም ክምርሑ ፀኒሖም እስካብዛ ኣብ መወዳእታ ዳሂ ጠፊእ ትበሃል ግዜ
ሓዳሮም ከምዚ ትብሎ ዘላ እንዳተመሊሱ ኣዲ ሓሚማ ኢሉ ንዓዲ ከይዱ ካብ ኣድሓራይ ቀልጢፉ ናብዛ ተሰነ ተመሊሱ ኣብኣ ከምዛ ትብላ ዘላ ሓወይ ከይዱ ኣብ መንደፈር ኣለና ሓወይ ከይዱ ሓቲቱ እዋ ንሕና ኣብዚኣ ነይሩ ግን ንፈልጦ ነገር የብልናን ኢሉ ግን እዛ ቆልዓ እዚኣ ቆልዓ ቀሺ እውን ሓቲቱ ነይሩ ዓሰርተ ሰለስተ ዓመት ናይ ኣለካ ደሃይ የብሉ ገለ የብሉ እዚኣ መሕረስ ነቲ ሓደ ሕረሰለይ ትብሎ እቲ ሓደ ከምዚ ትብል ናብራ እንተበልኳስ ናብራ ትነብር ኣይኮነትን ዘላ ገጻ ምስክረላ ድሓን ኣነ ደይኮንኩ ዝምስክረላስ ገጻ ምስክረላ ግን ኩላህና ማለት እዚ ገርና ኣለክ እንዶካ ይንክእል ዓቕሚ ስለ ዘየለ ገበርና ኣለዋል ሓደ የለ ንሳ ግን ነቲ ሓደ ይሕረሰለይ ነቲ ሓደ ዓውደ ውድቐለይ ነቲ ሓደ ገለ እንዳበለ ዋ ብዝኾነ እቲ መነባብሮ ንማንም ሰብ ዝጠፍኦ ኣይኮነን። ሕማቕ ናብራ ትነብር ተበልኩኻስ ዝጋነን ኣይኮነን። ግን ብዝኾነ እቲ ኮይኑ እቲ ኮይኑ ሓውና ዓሰርተ ሰለስተ ዓመት ድሃይ የብሉ ገለ የብሉ ዋእ እንተሓተትካ ኣበሎ ርኢና ሰሚዕና ዝብል የለን። ግን እንታይ እሞ ክንብል እምበር ፍቕሮም ጽቡቕ ኣጢኣት ዘረባ ንሱ ንእሽተይ ንሳ ንእሽተይ ጓል ቀሽ ገብሪ ህይወት እያ ዓዲ እምበዓርባ ንስኻ ልኡልቲ ክላህ መሬት ትገሊ ሰባ ዋእ ፍቅሮም ብጣዕሚ ጽቡቅ እዩ ነይሩ መርዕኦም እውን ከም ዝብለካ ዘለኹ ብፍቅሪ ወላዲ ውሉድን ወላድን ኣበይቲ ክላህ መነት ቀሺ ገብረ ህይወት ፍቅሪ ስለ ዝነበሩ ሃቡና ኢሎም ነዛ ቆልዓ ተመርዕዋ ወሊዶም ከዓ ኣቤል ልኡል ዝበሃል ወዲ ዕስራ ዓመት ኮይኑ ኣሎ ሕጂ ሳዋ ወሪዱ ለዘበን እዩ ወሪዱ ዘሎ እዋ ታይ ምሕባሀል። ካብ ክልተ ሽሕን ዓሰርተን ኣቢልና ኢና ንዛረብ ዘለና እቲ ሃለዋቱ ዘየለስካያ ተወንፃ ምናልባት ስም ካላለየልና እሞ ቅድም ብጌርና ገለ ክትውስኸና ፅቡቕ ኣነ ሽመይ ገብረትንሳኤ ሃይለ እየ ዝበሃል ዞርቶ እየ ዓደይ ገኒ ሰባ ከዓ እንተ ሓወይ ትሕት ዝበለ ማለት እዩ ኦኬ ብዛዕባ እዚ ቆልዓ እዚ ክንዛረብ እንተኮይንና ብዛዕባ እዞም ስድራ እዚኣቶም ብልክዕ ብወለዲ መጠን ሃቡና ኢሎም ተዋሂቦም ብንኣሽቶ እዮም ተመሪዖም ኦከ ክምርዓው ከለው ልክዕ እቲ በኹሪ ወዲ ሳዋ ዘሎ ከይዱ ዓሰርተ ክልተ ክፍሊ ይምሃር ኣሎ ድሕሪ እዛ ቆልዓና ሳልሰይቲ እዚኣ እያ ስለዚ ኣብቲ መስርሕ ናይ ኩነታት ወይ ገድሊ ማለት ንብሎ ንሱ ከይዱ ከም ሰቡ ከም ሕዋቱ መጠን እዩ እንዳተማላለሰ ልክዕ ሓረስቶት እዮም ንሳ ብሕርሻ ብገዛ ሒዛ ትጸንሕ ንሱ ከኣኒ ኣብቲ ምስ ብጾቱ ድዩ ምስቲ ህዝቡ ድዩ ከይዱ እንዳተማሰ ዕርፍቲ ግዜ መጽእ ነይሩ ካብ 211 ግን ልክዕ ኣዲኡ ሓሚማ ሓሚመን ነይረን ኣብቲ ናይ ኣዲኡ ሕማም መጽዩ ኦረዲ ድሕሪ እኳ ዓሪፈን ከይዓረፈ ከሎ ከኣ ወዲ ሃገር ኮይኑ ከይዱ እዩ። ሰለዚ መጺኡ ሎሚ ጽባሕ ሎሚ ጽባሕ ሎሚ ጽባሕ እንዳተባለ ን ዓሰርተ ሰለስተ ዓመት ዝኣክል እስካብ ሕጂ ትጽቢት ኮይኑ ከምዚ ዝበለቶ ምሕታት ኣይተረፈን እቲ መልሲ ግን ኣይተረኸበን ዋላ እቲ ጠንቂ ኩነታት እውን ኣይተረኸበን እምበር ፍቁራት ንህለ ስጋብ ሕጂ ሰለስተ ቆልዓ ወሊዶም ፍቁራት ኣብ ገዛ ንሳ ንሱ ብበረኻ እንዳመፀ ይናበዩ ነይሮም እዮም ብዝኾነ ኮይኑ ንሕና ዓቕልና ምስ ፀበበና በቃ እንታይ እያ ትኸውን ዛላ እዚቆልዓ ኢልካ ምዝራብ ሲኢና ድምፂ የብላ ገለ የብላ ጥዕና እውን የብላን ጥዕና የብላን ክትበላ ኣይትኽእልን ሓንቲ ነገር ክትበላ ኣይትኽእልን ኣንተወት እውን ሰሎ ካብ ማይ ዓይኒ ዞባ ማይ ዓይኒ ገነ ሰባት ዝበሃል ዓዲ ምስ ኣተወት ሻክ ሰት ይካለት ቡን ክሰት ይካለት ኦኬ ሕጂ ክንድቦ ክንድደ ሓውና እንተሎ ፅቡቕ እንተዘየለካ ፅቡቕ ንሳ ግን ክንድቦ ክንድደ ኮይና እዞም ቆልዑ እዚኦም ከተዕቢ ከተምስል ጸኒሓ ከተዕቢ ጸኒሓ እያ ሕጂ እውን ኦረደ ከተምስል ኢና ንደልያ ምክንያቱ ኣቦ እንተሎ ሓውና ጽቡቅ መርሓባ የሎን ከኣኒ ኣቦን ኣደን ክትከውን ከም ኣቦን ከም ኣደን ገይራ ነዞም ቆልዑ ኣመሞም ኣለይ መሬት ክትብሎ ኣብቲ ሰብ ዝበፅሖ ክትበፅሖ ከተብፅሖም እዩ ኣነ ዝላቦ ስለዚ ጥዕና እውን የብላን ንሳ ንሕና እውን ክንሕግዛ ኣይንኽእልን ዓቕምናስ ኣየፍቅደልናን እዩ ዋላ ስራሕ እውን የብልናን ከም ሓቂ ነግረካ ብዝኾነ ኮይኑ ግን ንዓኻትኩም ከምዚ ኢልና ምዕዳምና እስኪ እስኪ ንሳቶም ዘይፈልጥዎ ነገር የለን ንሳቶም በቃ ሸር እዩ ዝበሃል ኢልና ኢና ሕጂ ዓቕልና ምጸበና ንሳውን ክትመቕኦ ጽባሕ ንጎ እንታይ እዩ ከመይ ክኸውን ኢልና ዓቕልና ምጸበና ኢና ኣብዚ ጉዳይ እዚ ክስታይ ገርና ነኽብር ኢለ እየ ሕራይ ማራ ኢንተርተይመንት እውን ነዚ ከምዚ ዓይነት ምትሕጋዝ ኣብ ካልእ ናይ ስነ ጥበባዊ ንጥፈታት እትንቀሳቐስ ኢንተርተይመንት እያ ከምዚ ዓይነት ምትሕጋዝ ክትገብር ሕልናዊ ዕረፍቲ እውን ስለ ዝህባ እያ ነዚ ነገር ትገብር ዘላ። ክቡራት ተዓዘብቲ ማራ ኢንተርተይመንት ከምዚ ትከታተልዎ ዘለኹም እዩ እቲ ዛንታ ብዘይ መጠን ዓሰርተ ሰለስተ ዓመት እሞ ከኣ ደሃዩ ዘይብሉ ሰብ ክጠፋፋእ ኣዝዩ ከቢድ እዩ ዝረኣየ እንተሎ ኣብ ከባቢኡ ዝፈልጦ ሰብ እንተሎ ኣብ ዘሎ ብከምዚ ኩናያት ዝብለሉ መንገዲ ክፍጠር እዩ ናቲ ቀንዲ ነዚ ዕላል እዚ ወይ ነዚ ዛዕባ ነዚ ዛንታ እዚ እነዘንትዎ ዘለና ከምዚ ትርእዎም ዘለኹም ድማ ካብ ቃልሲ ገጽ ምስክር እዩ ዝብል ከም ሕብረተሰብ ብዘይ መጠን ብወጽዓ ኣዝዩ ማህሰይቲ ነዞም ደቃ ከም ዘዕብየቱም ገጻ ምስክር ኣላሉ ብዙሕ ጥዕና ዘለዎ ከም ዘይኮና እውን እቶም መቕረባዮም ክዛረቡ ጸኒሖም ብዙሕ ክትዛረብ ኣይካለትን ውስጣዊ ድኻም ዘለዋ እያ እውን ትመስል ስለዚ እዞም ቋልዑ እዚኦም ኣብ ምዕባያ ተጸገመትን ኣይኮነን ተጸጊማያ ብዓብየ ብዓብየ ከዓ እቲ ምምሳል ዝበሃል ነገር እውን ሕጂ እንዳመፀ እንዳመፀ ከይድ ስለ ዘሎ ብዓቕምና ክንደጋገፋ እቲ ብዓብዩ ብዓብዩ ኣገዳሲ ነገር ግን ሂወት እዩ ሰብዚ ድፈልጥ እንተሎ ሃለዋቱ ድፈልጥ ሃለዋት ምፍላጥ ጥራይ ዘይኮነም ዋላ ብዕርበት ተኮይኑ እውን ኣብ ከምዝን ከምዝን ኣጋጣሚ ከምዚ ተፈፂሙ ወይ ከምዚ ኮይኑ ኢሉ ዘርድእ ንባዕሉ እውን ሓደ ቅባጸት እዩ እሞ እዚ ሓበሬታ እዚ ናባኻትኩም ነብሎ ኣለና ኣቦኽን ትፈልጦ ዶ ፅቡቓት ትፈልጥዮ ትዝክ መለለኽዮ ዶ ሕጂ ጓል ክንደይ ዓመት ከለኺ ክንደይ ገይር ከለኺ ሕጂ ዓሰርተ ሸውዓተ ገይርኪ ሕጂ ዓሰርተ ሸውዓተ ጓል ኣርባዕተ ዓመት ከለኺ እዩ ከይዱ እንታይ ዝክርኻ ኣቦኺ ቁሩብ ኣብ ምሕቋፍ ወይ ድኳን ወሲድካ ለይካ ለይካ ገዝኣለይ ነይሩ ወይ ገለ ገብረለይ ነይሩ ገለ እንታይ ትዝክርዮ ነገር ኣሎ? ተኸሊልኪ ምዕባይኪ ክዝክሮ ዶ ክንደይ ገይሩ ምዕባያ ስራሕ እሞ እሱን ኣቡኡ ዝክሮ እዩ ካብ ሰራዊት ዕረፍቲ ክመጽእ ከሎ ብሃንቃ ሃንቃ ቀልጢፉ ዶ ይመጾም ነይሩ ብዘይ መጠን ዶ ደቂ ናቑኡ ናፊቑ ጎዩ ነይሩ ምክንያቱ ካብዚ ምስ ዝነበርናዮ ኩነታት ኩሉ ርዱእ ነገር እንዲና ሓሊፍናዮ ምስ ተወደአ ሰለስተ ወራራት ምስ ወዳእና ብውሕዱ ኣብቲ ተዛማዲ ኣይ ሰላማይ ኩናት ኣብ ዝነበርናሉ እዋን እመላለስ ዶ ነይሩ ድሃ ይገብር ዶ ነይሩ እንታይ ዓይነት ሞራል ህቦም ነይሩ ንደቁ እስከ ስኺ ክተዘንትውልና ንዖም ኳ ዝያዳ እቲ ዝመፅኣሉ መምፅኢኡ ኣዴኻ ሓይሚ ሕማቕ ኣላ ኢሎሞ መፅዩ ካብኡ ግፋን ገለን ምስ ኮነ ባእ ካብ ብኢደይ ምስ ሕዙንስ እንኳ ኣፉ መንቀሳቐሲየ ሒዘ ብግቡእ ሓቲተ ክመፅእ እየ ኢሉ ከይዱ ካብኣ ዓሪፈን ንሰን ድሕሪኡ ከዓ ክመፅእ ኣይከኣለን ወላዲኡ ሞይተን እውን ኣይመፀን ኣይመፅን ኣብ ሰሙኑ ምስ ከደስ ኣብ ሰሙን ዓሪፈን መንግስቲ ሰማይ ኣዋርሰን እሞ ሰብሲ ዕንቁ ይኮነን ከምኡ ገይሩ ስርብ ክብል ኣይከኒ ቁሩብ ደቂ ዓዲ ኣለዉ ደቂ ከባቢ ኣለዉ ገለ ኣለዉ ብከምዚኣ ስባ ርኢና ነርና ኣብ ከምዚ ስባ ቁሩብ ሰብ ዳ ከመይ ገይሩ ከምኡ ገይሩ ይጠፍእ ዳ ንርከብ ኩሉኹም ምናልባት ገለ እዚ ትብሎ ዘለካ ትክክል እዩ እዚ ትብሎ ዘለካ ሲ ሰብሲ ዕንቁ ኮይኑ ክጠፍእ ኣይክእልን እዩ ግን ኣብቱ ንሱ ኣጋጢምዎ ዘሎ ጉዳይ እንታይ እዩ ክንብል ትሕት ኮይናስ ዋላ ቁርብ ኣንፈት ይኮን የብልና ንባዕልና ኣንፈት ዝበሃል ነገር ኣነ ከም ኣቦ መጠን ጓል ሓወ እዮም

ምናልባት ሳልስቲ ሰሙን ክትከውን ትኽእል እያ ኣል ኢሉ ኣቐሚጡ ሕክምና ኣብቲ ዓዲ ኣለና ኣብኡ ላዕልን ታሕትን ገለመለ ኢሉ ካብኣ ንደሓር እምበር ኣነ ዕረፍተይ ብግቡእ ወሲደ ክመፅእ እየ ምንቅስቃሰይ ወሲደ ክመፅእ እየ ኢሉ ምስ ተመልሰ ምስ ትከለ ናብ ቦትኡ ኣይተመልሰን እዩ በዚ እያ እታ ኩነታ እቲ ጉዳይ ናይተን ሰበይቲ ኣእምኦም ኩሉ ተፈፂሙ እዩ ተወዲኡ ተስካራን ገለመለ ኩሉ ስድራ ቤት ኣብኡ ወዲእዎ እዩ ንሱ ግን በቃ እዛ ኩነታት እዚኣ ሰሚዑ ድዩ ሰምዐን ከማን ኣይደለኹ ኦኬ ሕጂ ኣነ እዚኣ እታ ናተይ ሓሳባት ጭራ ተዘሎና ጸገም እያ ምበለ ነይሩ ግን ኣብ ሓንቲ ጭራ የብልና ኣብ ጥዕና ምሉእ ሚእቲ ካብ ሚእቲ እየ ዝብል ኣነ ስለዚ እቲ ረኺብዎ ዘሎ ኣጋጢምዎ ዘሎ ግን እዚ ኢልና ክንገልጾ ኣይንኽእልን ንሕና ልቲ እስከ ካብ ውሽጢ እስከ ዕልልና ከመይ ሓሊፍክዮ ዓሰርተ ሰለስተ ዓመት ሰለስተ ቆልዑ ሒዝካ ኣዝዩ ከቢድ እዩ ኖን ብ ሰብኣይ ዘይብሉ ሰብኣይ ዘለዎ እውን ትፈታተነሉ ኣጋጣሚታት እውን ይመጽእ እዩ ናብራ ማሕረስ እዩ ኸኣ ናብ ናብራ ሕርሻ ከኣ ንፈልጦ ኢና ከመይ ጌርካ ወጺእክዮ እዚ ዓሰርተ ሰለስተ ዓመት
ዓሰርተ ሰለስተ ዓመት ደኣ ኣነ ማሕረስ ክኾን ከሎ ከምዚ ሕጂ ናብ ጉንበተ ሰነ ክኾን ከሎ ስቓይ በቃ ንትበልዓሉ ንትሰትየሉ ሕጂ ከዓ መፅያ ክረምቲ እንዳበልካ ስክፍታታት ኣሎ ዝኾነ ግን ንሓልፎ ኣምላኽ ዝሃበካ ምፃር እዩ
እኹላት ኣለዉ ዶ ኣሕዋት ደቂ ሓወቦ ገለ ክሕግዙ ክድግፉ ዝኽእሉ ዋላ ስድራ
ትብሎም ከለኻ ገለ ሕራይ ኢሎም ይሕግዙኻ ገለ ይጠዓመንን ይብልኻ ስለ ኣሎ ብዙ እንታይ ደኣ ሓሊፍናዮ ንኦም ዓሰርተ ሰለስተ ዓመት ንብጽከ ካብ ካብ ውሽጢ እየ ደልየ እቲ ሓበሬታ እንታይ ይመስል እቲ ህይወት ከመይ ጌርኩም ናብራኹም ትመርሑ ነይርኩም እንታይ ትበልዑ እንታይ ትሰትዩ እንታይ ት- ከመይ ጌርኩም ትመርሕዎ ነይርኩም እቲ ህይወት ንሕና እንተኾነልና ኢልና ንሓርስ ገሊኡ ይጠፍእ ገሊኡ ከዓ ይለምዕ ከምኡስ ኮነ ከዓ ደሞዝ የብልካ ገለ የብልካ ከዓ ንዕኡ ሸይጥካ ከዓኒ ዋላ ነቲ ቀለብካ ከኣ ይውሕደካ። በቲ ንቀለብ በቲ ንኣስቤዛ ክትብል ከኣ መንበርካ ትሓልፎ። ሕጂ ንዓኺ ደይኮነ ንደቂ ኣብ ርቀበት ናትስኺ ገጽ ክውን ይዛረብ ኣሎ እቲ ኩነታት ክውን ይዛረብ ኣሎ ብዘይ መጠን ከቢድ እዋን ከም ደሕለፍኪ እቶም የለን ዘይፈልጡ ቆልዑስ እንታይ ትገብርዮም ኔርኪ?
ደቀይ ደኣ ኣነ ካብ ሓደ ካብ ሓደ ኣምጺኤ ወይ ከምዚ ኮይንና ኻይብላ ነብሰይ ኣሕሲመ እዙይ እዙይ ሪእና ጎረባብትና እዙይ ከምዙይ ኮይነን ካይብና ኣነ ካብዞም ፀብ ክምፀ ንደቀይ በቃ እተን ንሰን ዝገበልኦስ እዘን እተን ጎረባብተን እተን ኣሕዋተን ደቂ ሓወቦአን ዘበልኦስ በቃ ከስተማስላ ከምዘይብለን ይፅዕር
ይተኣኻኸለልኪ ዶ እሞ ኣብኡ ከይዱ ሕጂ እቲ ጽግም ዝመጽእ እቲ ክትገብሮ ትደሊ ብዙሕ እቲ ትገብሮ ውሑድ ኣብ ዝኾነሉ እዋን እኒ እቲ ሽግር ዝያዳ ዝንጸባረቕ እቶም ቆልዑ ከዓ ከምዛ ትብልያ የለን ኣይፈልጡን እዮም ኣሎ ጥራይ እዩ ኩሉ ግዜ ንዝኾነ ቆልዓ እንታይ ትገብሮም ቁርሲ ክደሊ ምሳሕ ደሊ ድራር ደሊ ክዳን ደሊ ትምህርቲ እውን ኣሎ ኩሉ መሳለጥያ ናይ ትምህርቲ እውን ደሊ እዚ ኩሉ ከመይ ጌርኩም ትወጽኡ እስኺ ብውልቅኺ ሓደ ኢድ ኢና ንዛረብ ዘለና
ስጋ ኣሎ ሓደ መዓልቲ ትድግፈካ ከም ገለ ኢሎም ይሕግዙኻ ንቤት ትምህርቲ ኢሎም ገለ ኢሎም ይሕግዙኻ ብከምኡ ሓሊፍና ትምህርቲ ክኸውን ከሎሲ ከምዚ መመዝገቢ ኢሎም እቶም ሓውቦታቶም ዋላ ኣሕዋተይ ዋላ ገለ ኮይነንስ ይገብርለን ሓደ መዓልቲ ይገብርለን ሓደ መዓልቲ ከዓ ከም ገለ የብለካ ሕጂ ንዓና ፀቢብና ዘሎ ኩሉ ክንደይ መዓልቲ እዩ ሃዋህው ኣሎ ሓበሬታ እንተረኸብና የለን ከዓ ትዝግበር ትገብር እንታይ ደኣ ትቐብፅ
ወይ ሃለላዊ ፈሊጥካ ትፅበ ወይ የለን ኢልካ ትቐብፅ ብዓብዩ ብዓብዩ ግን እቲ ህይወት ከ ካብ መዓስ እዩ ብሃብኒ ብደግፉኒ ከምዚ ጌርካ ተመቃሪሕካ ክኸይድ ሕጂ ብዙሓት ሰባት እዮም ዝከታተሉና ዘለዉ ኣብ ማራ ኢንተርቴንመንት ብዙሓት ኣብ ውሽጢ ሃገርን ኣብ ወጻእን ዘለዉ ኤርትራውያን ኤርትራውያን ከኣ ዓቢ ክብርታት ዘለና ኢና፣ ናይ ምድግጋፍ መንፈስ ዘለና ኢና፣ ብዓቢኡ ሓውና እንተ ሃልዩ ኮይኑ ኣብዚ ኣሎ ከምዚ ኣሎ ድበሃል ሓበሬታ ክመጸና ሕማቅ ተኮይኑ እውን እዚ ንዝን ኣጋጢሙ እዩ ኢሎም መዕረፊ ክህቡካ ብደግኡ እውን ካልእ ምድግጋፍ ዝገብር ለባም ህዝቢ ህዝቢ ኤርትራ እሞ እዞም ኩሎም ድከታተልዎ ዘለዉ እንታይ ትብሉ እዮም እስከ ብዛዕባ ሰብኣይክ እንታይ ክትብሊ ትደሊ ብዛዕባ ደቅኺ እንታይ ናይ መወዳእታሲ እንታይ ክትብሊ ትደሊ
ኣነ ካብ ሃዋህው ምንባር ኣሎ ዶ የለ እንደ ኢልካ እንዳተሰኣኻ መዋእልካ ምልእኻ ምንባር ኣሎ ሓበሬታ ይረክብ የለን ይቐብፅ ንሳ በቃ
ኣብ መንብሮ እንታይ ደገፍ ተትግበረልክስ እንታይ ምገበርክ ነዞም ቆልዑ እዚኦም ክተዕቢ ኣብ መወዳእቱ እውን እጂ ናብ ቆም ነገር ገፂኦም ድክ ዘለዉ ሓደ ዓሰርተ ክልተ ክፍሊ ሳዋ ከይዱ ኣሎ ዓሰርተ ሸውዓተ ዓመት እውን ቀሊል ዓመት ኣይኮነን ናብ ኣካላ መሰል ኣቢላ ትኸይድ ዘላ እታ ህፃን እውን ኣላ ኣብ ምዕባይ ጌና እዚ እንታይ እንተትዳገፈኪ ሰብሲ እንታይ ምገበርኪ ለባም እዩ ህዝቢ ኤርትራ ተደናጋፂ እዩ ተደጋጋፊ እሞ ብወገንኪ ወይ ምናልባት ንዓ ካብ ዘረባም ሪኣ ኣለኹ ብዙሕ ጥዕና እውን ይሓፅረሉ ተነሳ እስከ ብወገንኩም ድሕር ድሃይ ድየ ኣሎ ኮይኑ ነዞም ኩሎም ዝከታተሉና ዘለዉ ሰባት እንታይ ትብልዎም ድሃይ ተሎ ድሃይ ክህቡ እንተስ ብህላዊኡ እንተስ ብዕረፍቱ ድሃይ ክህቡ ካብኡ ተረፈ እውን ነዞም ተሪፎም ዘለዉ ነዞም ሓድጉ ቆልዑ ኣለዉ ፅባሕ ንግሆ ናብኣ ካልእ ምስ ሰለየን ዝኸዱ ኣለዉ እቲ ኩሉ ግዜ ሃበኒ ህበይ ይገብር እዩ ከዓ ኩሉ ግዜ ካብ ሰብ እንዳተፀበኻ እውን ኣይትነብርን ኢኻ እሞ ብወገንኩም እስከ መጣ መዛዘሚ ክትገብሩልና ኦኬ ሕጂ እንታይ መስለካ ዝሓወይ ትኽክል እዩ ብሕፃውንቶም ከሎ ክትዕብዮም ፀገም ምስ በፅሑ ህጂ እውን ኣብ ትምህርቲ ዓለም ምስ ተበገሱ ምስ ኣተው ንክትገብረሎም እውን ኩሉ ፀገም እዩ ኦኬ እቲ ዝገብር ኣካል ከኣ ሓወቦ ድዩ ኣሕዋት ድዮም ኣለዉ እንድዮም ካብ ሰብ እንድያ ተወሊዳ ግን ኩሉ ሓረስታይ ስለ ዝኾነ እቲ ከባቢ ጓል ሓረስታይ ሰይቲ ሓረስታይ ስለ ዝኾነት ኩሉ ግዜ ሃበኒ ክትብል ህበ እዩ ዝገብር ልክዕ ሕጂ ካብቱ ዘዕበኻዮም ብሕፃውንቶም ዝኸፍእ የለን ኦኬ ምስ በጽሑ ክንሱ ተሰጊሩስ ሕጂ ከዓ ክንሰብ ምስ በጽሑ ከዓ ንትምህርቶም ዶ ንሳዋ ዶ ምምሕዳር ናቶም ዶ ሕጂ እውን ክንሰብ እንዳኸሉ ስለ ዝኸዘሉ ሓደ ቁም ነገር ህዝብና ልክዕ ለዋህ እዩ ርኺብ ይኮነን ኣነ ብጣዕሚ ኣብ ውሽጥን ኣብ ደገን ዘሎ ህዝብና ደቅና ይኹኑ ኣሕዋትና ይኹኑ ዓበይትኹም ንኣሽቶ ብጣዕሚ ለዋሃትን ግዱሳትን እዮም ብዜጋታት ማለት እዩ ሕጂ ግን እዘን ቆልዑ እዚኣቶም ከዓ ሓንጎሎም ቀሲኖም ኣቦኦም እንተሎ መርሓባ ኣየሎን መርሓባ ኣቕሲኖም ሓንጎሎም ክንቀሳቐስሉ ዝኽእሉ ቁሩብ ብዓቕሞም ብዓቕሞም ዋላ ደርሆ ሒዝካ እኮ ኣፍሪኻ ሓሙሽተ ዓሰርተ ደርሆ ኣፍሪኻ እኮ ክትጓዓዝ ትኽእል ኢኻ መበገሲ እውን ክትረክብ ትኽእል ኢኻ ይብል ኣነ ከም ናተይ ርእቶ ንሳተን እውን ሞራል እየን ዝገብራ ተስፋ እየን ዝገብራ ኣዴንካ ቁሩብ ዕረፍቲ ትረክብ ኣዴን ሕጂ ልዕሊ ኩሉ ኣብ ጥዕና ሕማቕ ከም ዘሎ እያ ዝፈልጥ ምክንያቱ ኣቦ ሲኢንካ ኣደ ክትስእን ከቢድ ስለ ዝኮነ ሕጂ ግን እቲ ህዝብና ተገዲሱ ነዞም ቆልዑ እዚኦም ክብሪ ይላበኦ ኣሎ ማለት እዩ ከም ሓፍቱ መጠቃለሊ እወይ
ከም ስለ ዘለካ እንዲዩ ገዛ ሕጂ ገዛ ንባዕላሲ ኣብ ገዛ ሓወያ ትነብር መን ድፈራለ ሓወይ ናቱ ገይራ ትነብር ክነግረካ ግን እታ ዘለታ ሃለዋት ባዕላ ትፈልጣ እንጂ ከዓኒ ኣወ ዝበልካዮ ዝዓበዩ ደቂ ዝዓበዩ ኣሕዋትና ዝነኣሱ ደቅና ኩሎም ተሓባቢሮም ዋላ ነዛ ኣነ ከብ ዝደሊ ዋላ ነዛ ሰፈራ ትኸውን ነዞም ቆልዑት ደቂ ሓወይ ብሩኽ ለዋህ ዝኾነ ሓወይ ክደጋገፈና ኣሜን ብዓቕሊ ይዛረብ
ንሓውኹ እስከ ዘክርልና እንታይ መስል ነይሩ ባህርያቱ እስከ ኣዕልልና ካብ ንእስነቱ እውን ንስኺ ስለ ዘዕብኺ ምሳኹ እውን ባዕሊ ሓዘ ምዕባይ ክስል ለዕብየ መራስኪ ስለ ዝኾነ ባዕሊ ሓዘ ለዕብየዮ ብሩኽ እዩ ለዋህ እንተ ትሪኦ ዝሓዛ በቃ ዝሓዛ ዋላ እንታይ ምክብለካ ሕጂ ሓንቲ ነገር ኮይኑ እንተልካዮ እንትርፎ በኽያት ዝፈልጦ የብሉን ደኒ ንበኽያት ከምዚኣ እንዲ ኮይነ ሓወይ ተልካዮ ለዋህ እዩ እጂ ከዓ ፍላይ ማንታ እዩ ነይሩ ንቅድም ክውለድ ከሎ ፍላይ ማንታ ነይሩ ክዓቢ ከሎ ከዓ በዓል ኣቦይ ብሩኻት ሰናያት እዮም ነይሮም ብዓፍራ ፀባ እዮም ዓብዮም ከምዝለካ ዘለኹ ነዚኣ ምስ ተመርዓው ከዓ ኣብ ገዛ እንዳ ዓለቦይ እንድፈራል ሓወይ ኣብኡ እዩ ገዲፍዋ ከይዱ ሕጂ ከኣኒ ከምኡ ዝበልካዮ ነዚኦምዚ ከይድሎ ተማሂሩስ ከይድሎ ሳዋ እዚኦም ከዓ ወትርካ ዓሰርተ ሸውዓተ ዓሰርተ ሸሞንተ እንተጌርካስ ናብ መርዓ ገጹ እዩ ግን እዚኣስ ትበጽሕ ዶ ኣብኡ ትሪኣ ዘለኻ ደኺማ ምዝራብ ስኢና እዋ ብዝኾነ እዩ ንዓኹ ንዓና ክብሪ ሃበንላ እዞም ኣሕዋተይ እዞም ደቀይ እዚ ሓውናን ሰይቲ ሓውናን ክናበየልና ደቂ ሓውና ወዲ ዝለዋ ሓውና ክናበየልና ከዓኒ ቤት ኣግስትን ሓተ ኢለ ኣቦይ ዝበለቶ እንተኮይኑ ኮይኑ ዝብል እንተዘይኮነ ከዓኒ ስጋዕ ዝኸውን ከዓ ንፅበ ኢልና ኢና
እሞ ወይዘሮ ልቲ ምናልባት እቲ ሓዘን ኣዝዩ ከቢድ እዩ ርዳእና እዩ ክሳብ ኣንጉዕኻ ደኣቱ እዩ ኣዝዩ ከቢድ እዩ ዝሓለፍከ ናብራ እውን ኣዝዩ ከቢድ ምዃኑ ይረኣየካ ግን እዞም ቆልዑ እዚኦም ኣቦ ስኢኖም ኣደ እውን ክስእኑ ስለ ዘይብሎም ልብኺ ተደንድኒ ልብኺ ክተትርሪ ኣለኹልኩም ክትብልዮም ክሳብቲ ዓቕሚ ኣዳም ዝበፅሑ ኩሉ ነገር ክትገብርሎም ህዝብና እውን ስቕ ኢሉ ዝርኢ ሸለል ዝብሉ ኣይኮነን ብውሽጥን ብደገን ዘለዉ ዜጋታትና ንዓኸ ድሕግዝሉ ብዓብዩ ብዓብዩ ግን እታ ቅሳነት ድሃይ ሰብኣይ ከምፍላጥ እሞ ድሃዩ ንረኽበሉ ኣጋጣሚ ክንረክብ ኢና በዚ ኣጋጣሚ ምናልባት ከም መወዳእታ ገለ ትብልዮም ብደገን ብውሽጥን ኩሉ ይከታተሉ ይኸም ዘለዉ እሞ እቲ ንብዓት ባዕሉ ዝዛረብ እዩ ዘሎ ካብ ንብዓት ግን መልእኽቲ ክሕልፍ ኣቢልኪ መዓፅናዮ ነርና ቁስሊ ከሉ ጎዳ ክለና ርዳና ኣለግን ነቲ ቁስሊ ኣዋለኺ ፅቕጥ ኣቢልኪ ነቲ ቁስሊ ሲ ገለ መልእኽትኺ እጆኽ ልጅ እዛረብ ልጅ
ማዕፀጓር ልጅ ፅባሕ ንጎ ሓሊፉ እኮ ኩሉ እዚ ብሓጎስ ንድበሰሉ እኮ ክመፅእ እዩ ፅባሕ ንጎ እኮ ክንራኸብ ኢና ከምዚ ኢልና ግን ነቶም ድሃይ ክህቡና ዝኽእሉ ሰባት ሓበሬታ ሃብዮም ፅባሕ ንጎ ከምዚ ኢልና እውን የቐንየልና ክብረት ሃበና ክንበሃል ስለ ዝኾንና
ተዛረብልች
እሞ ካብ ግኒ ሰባ ካብ ዓዲ ኢና ዓዲምናኪ መፂና እዞም ስድራ እውን ፅቡቅ ተቐቢሎምና እሞ እዚን ከዓ ንእተቡስኪ ዝኾናኺ ቁርብ መምለሲ እግሪ ንእተቡስኪ ዝኾናኺ ብዓብዩ ብዓብዩ ግን ኣብቲ ብዓብዩ ንተሓጋጎሰሉ ንተሓጋገዘሉ ብዙሕ መልሲ ረኺብና ተሓጒስና ናብዚ ቤት እዚ ክንምለስ ሰብ ሙሉ ተስፋ ኢና ብዙሕ ኢና ንምስግነኩም ይቀንየልና እያ
ተኸታተልቲ ማራ ኢንተርቴንመንት ምናልባት ካብ ቃላት ስእሊ ዝያዳ ይገልፅ ሓደ ስእልስ ልዕሊ ሽሕ ቃላት እዩ ስእሊ ዘይኮነ እውን ብኣካል ብሂወት ኣይና ናባኻትኩም ኣቕሪብናዮ ዘለና ትሪእዎ ኣለኹም ልቡ ዝነደደስ እንታይ ዓይነት ዘረባ ክዛረብን ትጽበዮ ስለዚ ሓደራኹም በብዘለኹሞ ደሃይ ሰብኣያ ድፈልጥ ርእየዮ ዝብል እንተስ ብሂወቱ እንተስ ብሕልፈቱ ርእየዮ ዝብል ሰብ ምስ ዝህሉ በዚ ኣብ ታሕቲ ጽሒፍናዮ ዘለና ኣድራሻታት ጌርኩም ደዊልኩም ሓበሬታ ክትቡና ኣነ ዕወት በዞም ስድራ እዚኦም ናተይ ሓገዝ ክገብር እየ ክደጋገፎም እየ ነዞም ቆልዑ እዚኦም ኣብዚ ብጻሕ ንምብጻሕ ከኣ ክደጋገፍ እየ ዝብል ዝኾነ ይኹን ካብ ተዓዘብትና ከኣ በዚ ብታሕቲ ጌርናዮ ዘለና ኣድራሻታት እናደወልኩም ወይ ናብ ማራ ኢንተርተይመንት ብኣካል ቀሪብኩም ወይ ብቴሌፎን ወይ በዚ ኣድራሻና ሂብናኩም ዘለና ጌርኩም ክትረኽቡና እሞ ነዞም ስድራ እዚኦም ስድራ ክንኮኖም ብዓብዩ ሃለዋት ናይ ኣቦኦም ልዕሊ ኩሉ ክንቦ ምክንያቱ እኹላት ቆልዑ ዘር ንዘርሞ ክተርፉ ስለ ዘይብሎም ብዓብዪ ብዓብዪ ከዓ ኣዲኦም ከምዚ ንሪኣ ዘለና ኣቦ ስኢኖም ኣደ እውን ምእንቲ ከይስእኑ ደገፍ ትደለላ እሞ ተደጋጊፍና ንሂወት ናይ ኣዲኦምን ሂወት ናይታ ስድራ ብዓብዩ ንምድሓን በብዓቕምና ኢድ ኢድካ ንበል ክቡራት ተዓዘብቲ ሼር ሳብስክራይብ ከምኡ ውን ላይክ እናበልኩም ነዚ መልእኽትና እዚ ናብ ኩሉ ተዓዛቢ ንክትብፅሑልና ድማ በዚ ኣጋጣሚ እዚ ንዕድም ክቡራት ስድራ ቤት ስለ ዝገበርኩምና ኣቀባብላ ኣዝና ንምስግን ኩሉ ሽሻይ ጌርኩም ተቐቢልኩምና ኣናኻ ከም መወዳእታ ኩሉ ነገር ተወዲኡ ኩሉ ነገር ተዛዚሙ ሓደ መዓልቲ ኮፍ ኢልና ከምዚ ኢልና እንዳ ሰሓቅና ቦኻዕኻ እንዳ በልና ንማሳገነሉ መዓልቲ ይሃበና። ይከኣል እዩ ኣሜን ኣሜን ይከኣል እዩ ኣሜን ይከኣል ጸሎትኩም እዩ ኣሜን ኣይገፈና ይኹን የቐንየልና ይኹን ክብረት ይሃብኩም ክብሪ ኣሜን ሃብኩም ከምዚ ገርኩም ተሓባበርኩምና ሓውና ድሃይ ተረኺብዎ ንሕጎሰሉ ዋ- ዋላ ሓዲኡ እውን ኮይንዎ ነዞም ደቁሲ